ሰላማት ደቂ ዓበይቲ ከመይ ሓዲርኩም ከመይ ውዒልኩም ከመይ ኣምሲኹም በብዘለኹሞ ሰዓት ንኹልኹም ከምቲ ልምደይ ወገናትና ህዝብታት ኤርትራ ዓለም ሙሉእ ዘለኹም ከመይ ኣለኹም ይብለኩም ሰላምታይ ይብጻሕኹም ከምኡኻን ህዝበይ ህዝቢ ትግራይ ኣብ ትግራይ ኣብ ተፈላለየ ዓድታት ኣብ ስደት ከምዚ ከማይ ዘለኹም ኩሉኹም ተጋሩ ኣሕዋተይ ደቂ ዓደይ ከመይ ኣለኹም ሰላምታይ ይብጻሕኹም ንኹሉኹም እናበልኩ ሰላምታይ ከምቲ ልምደይ ኣንቱም ለባማት ህዝታት ትግራይ ህዝታት ኤርትራ ሰላም ጽምዶ ዘላቒ ንክኸውን እዚ ክልቲኡ ማሕበረሰብ እዚ ብሰላም ክነብር ኣብ ቃልሲ ዘለኹም ቐፅልሉ ክብለኩም ይደሊ። ኣድላዪ ስለ ዝኾነ ብልፅግና ኣብዚ ሰዓት እዚዩ ሱዳን ትግራይ ኤርትራ ከምኡ እውን ሓዊስካ ናይ ፋኖ ሓይሊ ናይ ቅማት ኣገው ሓይሊ ናይ ዓፋር ሓይሊ ቀፂልካ ናይ ኦላ ሓይልታት ከምኡ እውን ናይ ቤንሻንጉል ናይ ጋምቤላ ካልኦት እውን ኣለዉ ሓዊስካ ኣብ ዝጠፈኣሉ ሰዓት፣ ናይ ብልጽግና ስርዓት ኣብ ዝእለየሉ ሰዓት እንታይ ይግበር ኣሎ፣ ኣብዚ'ዩ ንሕና ተጋሩ ኤርትራውያን ልቢ ክንገብር፣ ልቢ ክንዕቢ፣ ክንጥንቀቕ እና ክንሰርሕ ሓቢርና ዝግበእና ነገራት ንምግላጽ እየ ዝመጸእኩም ዘለኹ። እቲ ሽርሒን ጉርሒን ናይ ብልጽግና ኣከያይዳ እንታይ ይገብሩ ኣለዉ፣ ኣብዚ'ዩ መሪሕነት ትግራይ ጥንቃቐ ከምዘድልዮምን ንሕና ተጋሩ'ውን ስኽን ኢልና ርኢና ሓሲብና ክንማየጠሉን ክንርድኦን ዝግብኡና ነገራት ስለ ዘለዉ እየ ኣነ ሎማዓንቲ ከምቲ ልምደይ መዓልታዊ ሓበሬታ ኣትሒዘልኩም መፅየ ኣለኹ። እዚ ሓበሬታታት እዚኡ ናይ ብልፅግና ኣሰላልፋ ድሮናት ኣብ ትግራይ ጨፍጫፍ እናካየደ ፀኒሑ ሒዚ እውን ተወሳኺ መፃኢ ጨፍጫፍ ንኸካይድ ዝሰርሖ ዘሎ ሽርሕታት ክንዳናገፀሉ ዘይኮነ ተረዲእና ክንጥንቀቐሉን ክንዳለወሉን እዚ ስርዓት እዚ ንክእለ ኩልና ተጋሩ ልቢ ጌርና ክንከታተሎም ዝግቡኡና ነገራት ኣለዉና። ሓደሽቲ ትኩሳት ሓበሬታታት ዝመፁኒ ኣለዉ። እዞም ሓበሬታታት እዚኣቶም ምሳኹም ሸር ክገብሮም እየ። ንስኻትኩም ከኣ ስግእ ኢልኩም ርግእ ኢልኩም ሓቢርኩም ክትቃለሱሎም እና ጥንቃቐ እውን ዘድልዩና ምዃኖም ምንቅስቃስ ናይ ህዝብና ሰራዊትና መንግስትና ኣብ ምንታይ ኣሎ ንምንታይ ኢና'ኸ ሓድሓደ ነገር እቲ ኣድላይ ዘይኮነ ንብሎ ጥንቃቀ ከድልዩና ዝግብኦም ንምንታይ እዮም ምኽንያቱ ብልጽግና ደጋጊሙ ሒዙ ውን ብተጋሩ ጌሩ እዩ ድሮናቱ እናምጸ ኣብ ትግራይ ኣብ ሰራዊትና ይኹን ኣብ ህዝብና ጨፍጫፍ ዘካየደ ሒዙ ውን ዝቅጽል ዘሎ እዚ ጨፍጫፍ እዚዩ ብተጋሩ እዩ ኣብ ሰራዊት ኣብ ስለያ ኣብ ፖሊስ ኣብ ዝተፈላለየ ማሕበረሰብና ተሰግሲጎም ተጋሩ ሕዚ እውን ንሕና ቶሎ ኢልና ሓዊና ተመዛባሊ ህዝብና ንዓዱ ከይንምልስ ብወንጀልን ብኻሊእ ነገራትን ብሕጊ ዝጥየቑ ወንጀለኛታት ተጋሩ ኣብ ውሽጥና ዘሎ ምስጢር እናውፅኡ ንፀላእቲ እናሃቡ ጸላኢና ዓቕሚ ዘይብሉ ምዃኑ እናፈለጡ ናይ ባዕሎም ሊብነት ሓታትነት ከይህሉ ግን ዝኸድዎ ዘለዉ ከይዲ ንጹር እዩ። so ኣብ ማሕበራዊ ሚድያታት ዝጸሓፍን ዝዝረብን ንሰምዖ ዘለና ብተጋሩ ዝበልጸጉ ልኡኻት ናይ ብልጽግና ናይ ደርጋውያንን ከምኡ ውን ደቂ ነጥለባሽ ዝኾኑ ተጋሩን ኤርትራውያንን እዚኣቶም ጸላእቲ ህዝቢ ትግራይን ጸላእቲ ህዝቢ ኤርትራን ምዃኖም ፍረጃ ዘይኮነስ ሓቂ ኢና ነምጸልኩም ኩሉ ግዜ። እዙይ እቲ ሓቂ። እዙይ ሓቂ ሒዝኩም ግን ሕዚ መሪሕነት ትግራይ እንታይ እዩ ዝኸይድ ዝገብር ዘሎኦ? መሪሕነት ትግራይ ኣብዚ ሰዓት እዙይ ጥንቃቄ ከልዮ ዝግበኦ ኣበሻንጆ፣ ኣበሳንጆ፣ ዝብሃል ናይጀርያዊ ኣብ ባያፍራ ናይ ናይጀርያ ጀነሳይድ ፈፂሙ ዓሌት ሙሉእ ዘጥፈኤ ናይ ናይጀርያ ንብልጽግና ንኣብይ ኣሕመድ ከምቲ ኣነ ዝገበርክዎ ናይ ናይጀርያ ፕረዚደንት ኮይነ ኒቲ ባያፍራ ዝብሃል ማሕበረሰብ ኣብ ናይጀርያ ዘሕቕቕክዎ ንህዚ ትግራይ ኣሕቕቆ ኣጥፋኣዮ ከምኡ ጌርካ ኢኻ ውን ወርቅታት ናይ ትግራይ ንሕና ክንህብትመሉ ክትገብረና ትኽእል ኢሉ ኣበሳንጆ ናይ ትግራይ ጀነሳይድ ተሳታፊ እዩ እዚ ኣባሳንጆ ህጻን ቆልዓ ክትሪኦ እንከላ ዕንበባ ሒዛ ምስ ረኦቶ ገጹ ህበይ ድዩ ዝብኢ ኢላ ዝሃደመት ዝደንገጸት ንተጋሩ ደሞም ዝመጽመጸ ኣብ ጀነሳይድ ኢዱ ዕልቕሊቑ ደም ናይ ተጋሩ ሓጺቡ ክንጽሎ ዘይኽእል ጀነሳይደር ኣብ መቐለ ኣትዮ ኣሎ እወ ኣበሳንጆ ዝብኢ ድዩ ህበይ ድዩ ወዓግ ድዩ ገጹ ክትርእዮ ትድንግጸሉ ህጻን ቆልዓ ክርኦ እንተሎ ዝሃድመሉ ሰብኣይ ኣብ ናይ ትግራይ ጀነሳይድ ተሳታፊ ኮይኑ ዝነበረ ብልጽግና ዝሰርሖ ዘሎ ሽርሕታት መራሕቲ ትግራይ ኣውዝዩ ጥንቃቀ የድልየኩም ልክዕ እቲ ሰላም ንደልዮ ሒዙ ውን ስምዑና እናተብሃለ ግን ንህዝቢ ትግራይ ኣይተዳናግርዎ ህዝቢ ትግራይ ይኣኽሎ ስቓይ መከራ ኣብዚ ሰዓት እዚዩ ፅምዶ ሓሪና ምስ ኤርትራ ምስ ሱዳን ምስ ግብፂ ምስ ኣምሓራ ምስ ዝተፈላለየ ማሕበረሰብ ሰላም ኢና ንደሊ ክንብል እንከለና ብልፅግና ኣብዛ ሰዓት እዚኣ ክነግረኩም ዝመፀኒ ሓበሬታ ብርክት ዝበሉ ድሮናት ናብ ዓፋር፣ ናብ ባህርዳር፣ ናብ ጎንደር ሒዙ እውን ይእቶ ኣሎ። እንታይ ንምግባር እዩ? ታርጌት ተገይሩ ንኣብነት እቶም ናይ ሸፋቱ ሓራ መሬት ዝበሃል ኣብ ዓፋር ዝነበሩ እኒ በርሀ ባራኺ ካልኦት እውን መራሕቲ ናይቲ ሸፋቱ ኣብ ዓፋር ዝኔእዉ ናብ ኣዲስ ኣበባ ከይዶም ቀንዮም ልእኽቶም ሒዞም መጽዮም ኣለዉ እዞም ሸፋቱ እዚኣቶም እዚኦም ሸፋቱ እዚኣቶም መቐለ ከመይ ኣላ ኩነታት ከመይ እንሄ እናበሉ እናደወሉ ኣብዴት ሒዞም መጨረሹ ሒዚ ብልጽግና ኣብ ሕድሕድ መኖርያ ናይ መራሕቲ ሰራዊት ይኹን ናይ ሕወሓት ወታደራውን ፖለቲካ መራሕቲን ኣብ መቐለ ደብዳባት ንኸካይድ ኣሊምዎ ዘሎ ሰነድ በጺሑና ኣሎ። እወ ኣብ መቐለ ኣብ ሕድሕድ መራሕቲ ህወሓትን ላዕለዎት መራሕቲ ህወሓትን ላዕለዎት መራሕቲ ሰራዊት ትግራይን ገዛውቲ መኖርያ ብድሮን መጥቃዕቲ ክገብር ታርጌት ተገይሩ ተትሓዘ ቦታታትን ገዛውቲ መኖርያ ገዛውቲ እንተይቀረየ ቢሮታት እንተይቀረየ ብርክት ዝበለ ደብዳባት ከካይድ ድሮናቱ ናብ ዓፋር ተወሳኺ የእቶ ኣሎ ኣእትዮ ኣሎ እዚ ሓደ ትፈልጥዎ ኣለኩም ካልኣይ ብኻሊእ ቦታታት እውን መጥቃዕቲ ንክገብር ናብ ባህርዳር ናብ ጎንደር እውን ይውስኽ ኣሎ እዚዩ መሪሕነት ትግራይ እንታይ ይገብር ኣሎ ይከታተሎ ደሎ እዚ ነገር እዚዩ ይዕዘቦ ደሎ ዘካይዳ እዚዩ ኣባሳንጆ ከምቲ ዝብለኩም ወዓግ ድዩ ዝብኢ ድዩ ቡኻርያ ድዩ ሰብ ምዃኑ ኣነ ኣይፈልጦን ባይ ዘ ወይ ዋላ ክዳን ተኸዲኑ ዋላ ተኳሒሉ ሰብ ኣይመስልን ኣባሳንጆ ኣባሳንጆ እንድሕር ዘይሪእኹሞ ፎቱ እንተሪእኹምሲ ዲያብሎስ ኣነ ሪኦ የፈልጥን ግን ዲያብሎስ ድዩ እዞም ህበያት ኣለዉ ካብ ወዓግ ዝዓበዩ ካብኣቶም እተፈጠረ እዩ ዝመስል ሰበይ ይመስል ናይ ብሓቂ ሰብ እውን ኣይኮነን ኣብ ዓዱ ጀነሳይድ ዝፈፀመ ገበነኛ ብዓለም ብጀነሳይድ ኣብ ኣይሲስ መፂኡ ክፍረዶ ብወንጀል ብገበን ዝግበኦ ሰብኣይ ኣብ መቐለ ኣትዮ ኣሎ ሒዙ ኣብ መቐለ ኣትዩ ምስ መንግስቲ ትግራይ ፎቶታት ተላዒሉ መጀመርታ ክገብርዎ ዝግበኦም ነሮ ናይ ኣፍሪካ ሕብረት መራሕቲ ኣርባዕተ ዓመት ሙሉእ ፀጥ ኢሎም ከፍ ኢሎም ፀኒሖም ሒዚ ግን ትግራይ ኣብ ተደራጀወትሉ ፅኑዕ ዝኾነ ከይድታት መንግስታ መሊሳ ወታደራ ኣጣናኺራ ምስ ጎረባብታ ተመያይጣ ምስ ሃገራት ተመያይጣ ስርዓት ብልፅግና ኣብ ዝእለየሉ ሰዓት ሒዚ እምባሳደራት ብስልኪ እናደወሉ ውሽጣ ውሽጢ ክንዓርቀኩም ጀሚሮም ንሕና ዳ መኣዘይ ንዕረቕን ኢልና ኣፍሪካ ሕብረት ናብ መቐለ ተጓይዮም መፁ ኣለው። እምባሳደር ናይ ዓለም ናብ መቐለ ተጓይዮም መፁ ኣለው። ኣባ ሳንጆን ናይ ኣሜሪካ እምባሳደር መሲንጋን ፀላእቲ ህዝቢ ትግራይ እዮም። ህዝቢ ትግራይ ሓቂ ክጠፍእ ካብ ምድሪ እዮም ዝሰርሑ። ልኡኻት ናይ ኣብይ ኣሕመድ እዮም። ክደግመልኩም እምባሳደር መሲንጋ ናይ ኣሜሪካ እምባሳደር ኣብ ኣዲስ ኣበባ ዝኒሀ ሓደ ጋኔን ባርያ ሰብኣይ ትፈልጥዎ ዘለኩም ምስ ኣባሳንጆ ኢድን ጓንትን ኮይኖም ናይ ኣብይ ኣሕመድ የማናይ ኢዱ ከም ፃድቃን ከም ገይታቸው ህዝቢ ትግራይ ክሓቅቅ ክጠፍእ ተሰለፉ ሓደ መርትዖ ክነግረኩም ንኣብነት ኣምባሳደር ምሲንጋ ደጋጊሙ ናብ ሽረ ናብ መቐለ መፂኡ ቅድሚ ሕይዚ ንመራሕቲ ትግራይ፣ ንመራሕቲ ሰራዊትን ንመራሕቲ ውድብ ህወሓትን ርኽክብ ገይሩ ብልፅግና ዓጢቕዎ ዝኒሀ ድሮን ኣብዚ ሰዓት እዙይ ከጥፈኣኩም እዩ፣ ተዋጊእኹም ኣይትኽእልዎን ካብ እትጠፍኡ ኢድኩም ሃቡ፣ ምዕራብ ትግራይ ኣይትጠይቑ ስቅ ኢልኩም ምዕራብ ትግራይ ኣረክብዋ ዓሪፍኩም ተቀመጡ ድሕሪ ሕዚ ኣየዋፀኩምን ኢሉ ኣፋራሪሕዎም እዩ ኣፋራሪሕዎም እዩ ዝብለኩም ዘለኩ ኣምባሳደር መሲንጋ ኣነ ንሱ ኢለ እየ እውን ደጋጊመ ትክቱክ ዘበልኮ ኣብቲ እዋኑ ሒዙ'ውን ኣይደቀሰን። እምባሳደር መሲንጋ ናይ ጻድቃን ሸይጣን ዓርኩ እዩ ኮይኑ ዘሎ ሕሰብሉ እዚኣ ሕሰብሉ ዓርኪ ናይ ጻድቃን ጀነራል ጻድቃን እዚ ሸይጣን ናይ ኣመሪካ እምባሳደር መሲንጋ ዕረክቱ እዮም ኣባሳንጆ ዝህበይ እዚኦም ኩሎም መሓዙት እዮም ሸያጥን ጸላእቲ ህዝቢ ትግራይ እዮም። ስለዚ እዩ መንግስቲ ትግራይ እንታይ ኢኻ ትገብር ዘለኻ ዝብል ሕቶ ይመፀለይ ንኣይ። ድንቂ ስምዑኒ ዓለም ትብል ኣለኻ ኣፍሪካ ሕብረት ናብ መቐለ ኣምፂኻዮ እምፂኻዮም ኣለኻ ሰይድዎም ኣሎ ብልፅግና ሕዚ ግን ንኣኻትኩም መራሕ ትግራይ ክጭፍጭፍ ብድሮናት እዩ ዝዘጋጀ ዘሎ ፀላኢኹም ብልፅግና እቲ ወዲ በሻሻ ትማሊ ንኢህኣደግ ኣፍሪሱ ስልጣን ዝሓዘ ሒዚ ከኣ ንኣኻትኩም መሪሕነት ትግራይ ብድሮናት ጨፍጫፍ ክገብር ኢዩ ዝዛጋጆ ዘሎ ክዕረቕ ምሳኹም ኣዩ ኣይኮነን ክዕረቕ ምስ ህዝቢ ትግራይ ኣይኮነን መራሕቲ ትግራይ ከጥፍእ መራሕቲ ዘይብላ ትግራይ እንተተሪፋ ከኣ ነይኢ ትግራይ ሰራዊት ትግራይ ንምፍራስ ትግራይ ንምቆጻር ቀሊል ኢሉ ዝሓለሞ ሕልሚ ብጋሕዲ ንክትግበር ይሰርሕ ኣሎ ስርሑ እዞም ሰባት እዚኣቶም ናብ መቐለ ሰይድዎም ዝኒሀ መዛናግዒ እዩ እወ ተሓሪኑ ዘሎ ህዝቢ ትግራይ ተሓሪኑ ዘሎ ሰራዊት ትግራይ ስርሑ ከይሰርሕ ምዕራብ ትግራይ ኣትዩ ከይቆፃፀር ዓቕሚ ዘይብሉ ጉሓፍ ወዲ ጉሓፍ ኣብ ምዕራብ ህዝብና ዘሳቐ ዘሎ ተማዛባሊ ህዝብና ሒዝሙ ዝሳቐ ዘሎ መፍትሒ ከይርከብ ብልፅግና ዝሰርሖ ዘሎ ሽርሒ መሪሕነት ትግራይ መኣዝ ኢኹም ልቢ ክተዕብዩ? መኣዝ ኢኹም ልቢ ኣዕቢኹም እዚ ሸይጣን መራሒ ናይ ኢትዮጵያ መፃንሒ ይጥቀመልኩም ኣሎ። ሒዚ እውን ጌታቸው ኢልና ወዲ ወረደ ኢልና ሒዚኸ እንታይ ኢና ክንፈጥር ምኽንያት ዋ መንግስቲ ሕወሓት ሒዚኸ እንታይ ምኽንያት ኢና ክንፈጥር ምኽንያት ክንፈጥር ኣይንኽእልን ሒዚ ሓላፍነት ሚእቲ ፐርሰንት ሒዚ ኣብ ኢድኩም እያ መሪሕነት ሕወሓት መንግስቲ ትግራይ ልቢ ግበሩ ልቢ በሉ ንነግረኩም ኣለና ተገደስቲ ትግራይ ኣብ ደገ ን ውሽጢ ኮይና ደገፍቲ ህወሓት ደገፍቲ ካሊእ ውድብ ብዘየግድስ ከም ተጋሩ ተገዲስና ንነግረኩም ኣለና ናብ መቐለ መፂኦም ዝኔዉ ናይ ብልፅግና ልኡኻት ኣብ ውሽጦም እውን እንታይ ሒዞም መፅኦም ምሽጢ ምሳኻትኩም ንኣኻትኩም ንምቁፅፃርን ኣብቲ ትኣትውሉ ኣኼባታት እውን እንታይ እንታይ ኣቕሚጦም ውሽጣ ውሽጢ ከም ዝኸዱ እውን ትፈልጥዎ ጉዳይ እንሄዶ ብልፅግና ናይ ብሓቂ ድዩ ሒዚ ንኣባሳንጆ ሰዲዱስ ዕርቂ ክዓርቕ ምዕራብ ትግራይ መሉሱልና እሞ ምስ ኤርትራ ርኽክብ ጠጠው ኣብልዎ እንድያ እታ መልእኽቲ ንፈልጣ ኮይና እምቢ ጽምዶና ጠጠው ኣይብልን ክቕጽል እዩ ምስ ኤርትራ ይኹን ምስ ኣምሓራ ምስ ዓፋር ምስ ሱዳን ይኹን ምስ ግብጺ ምስ ካሊእ እውን ክንቅጽለሉ ኢና እምቢ ኣብዚኣ ትሰርሕዋ ጌጋ ኣዚኣ ትሰርሕዋ ጌጋ ምዕራብ ትግራይ መልስ ክምልስ እንታይ ብምንታይ ዓቅሚ ከ እዩ ክሕዶ ክቅፅለሉ ዓቅሚ ስኢኑ ድዩ መሪሕነት ትግራይ ፈይልየር ስለ ዝኮነ እዩ እምበር ርግፀኛ እየ ሰራዊት ትግራይ ትእዛዝ ተዋሂብዎ እቶ ናብ ምዕራብ ትግራይ እንተተባሂሉሲ ሰሙን ኣይትወስደልናን ኣብ ክልተ ሰለስተ መዓልቲ ብእግሮም ከይዶም ዝቆፃፀርዎ መሬት ምዕራብ ሒዚ ግን መሪሕነት ተመዓራርዩ መንግስቲ መፅዩልና እናተጸበይና እንዳሃለና ኣብ ኢዶም ደም ዝሓዙ ጸላእትና ዝሰደድዎም ናይ ጸላእትና ልኡኻት እነ ኣባሳንጆ ተቐቢልኩም ፎቶ ተላዒልኩም ሕዚ ንኣና ርእስና ትሕሙና መሪሕነት ትግራይ እንታይ ኢና ገይርናኩም እንታይ ኢና በዲልና እንታይ እዩ ገይሩ ህዝቢ ትግራይ ዋ ስንቂ ኢልኩም ህዝቢ ትግራይ ዲያስፖራ ትግራይ ሂብናኩም ሂብኩም ውላድኩም ውላዶም ሃቡና ኢልኩም ሂቡኩም ዋጋ ከፊሉ ሕዚ ውን ዋጋ ንከፍል ኣለና እነ ኣባሳንጆ ድዮም ሕዚ ናይ ብሓቂ ንትግራይ ዓሪቆም ንትግራይ ከድሕንዋ ትሓስቡ ዘለኹም መሪሕነት ትግራይ ታይ ኢና ኮይና ንሕና እኮ ኣይበደልናኩምን መራሕትና ልቢ ግበሩ ቅንዕኛ ይሃልኹም እዚ ዓይነት ዲፕሎማሲ ውድቀት እዩ ሕዚ እውን ኣቱም ሰባት ግደፉ ሓቢርና ንስራሕ ንዓድና ንቃለስ ኣብ ብልፅግና ዝሰይድዎም እኒሀ ሽማግለታት ናብ መቐለ ብስልኪ እናደወሉ ከምዚ ግበሩ ከምዚ ክንዓርቀኩም ዝብልኹም ዘለዉ ሕሶት እዩ መፃንሒ ህዝብና ሒዚ እውን እናተባታተና ሓድነትና ከይን ናብ ሓደ መጽዩ ነይሮ ዝቀረባ ግዜ ሒዚ ከኣ ሓድነትና ክተፍርሱ ኢኩም እዚ መገዲ እዚ ትከድዎ ዘለኩም እዚ ጉዕዞ እዚ ኣየዋጸኩምን ከም ሓንቲ ቀላሚጠስ በይንኩም ጠጠው ኢልኩም ከይትተርፉ ግደፉ ህዝቢ ትግራይ ኣይተቁስልዎ ሰራዊት ትግራይ ኣይተቁስልዎ ይኣኽለና ኣይንደልን ቀብጠርጠር ድሕሪ ሕይዚ ቆሪጽካ ተበገስ ውፈር ምራሕ ስልጣን ኣምጺናካ ሕይዚ ውድብ ሕውሓት ምርሐና በግባብካ ከምድሌትካ ትዕንድረሉ ትግራይ የለን ድሕሪ ሕይዚ ውድብ ሕውሓት መሪሕነት ሕውሓት ስርዓት ግበሩልና በይዛኻትኩም ብቶም ትማሊ ተሰውኡ ብቶም ኣብቲ ዓሰርተ ሸውዓተ ኣመት ብጾትኩም ተሰውኡ ብቶም ኣካሎም ዝጎደሉ ብቶም ስድራ ስውኣት ኣይትቐልዱ ዕርቂ ኣይኮነን እዚዩ ሻጥር እዩ ፖለቲካ ኣይትፈልጥን ዲኪ ክትብሉ ትኽእሉ ኢኹም ገልገሌኹም ብኹሉ ነገር መንግስትና ክሪኦ ኣለዎ ውድብና ክሪኦ ኣለዎ ክትብሉ ትኽእሉ ኢኹም። ጌጋ እዩ እዚዩ። ጌጋ ክኾን ተሎ ከኣ ንሕና እቲ ጌጋታት ክንገልጾ ኢና። እዚ መገዲ እዚዩ ኣየዋጸናን። ሕወሓት ሒዚ እውን መንግስቲ ትግራይ ግዜኻ ተባኽን ኣለኻ። ህዝብና እዩ ዝመውት ዘሎ። ህዝቢ ብልጽግና ኣይኮነን፣ ህዝቢ ኣባሳንጆ ኣይኮነን ዝመውት ዘሎ ኣብ ትግራይ። ህዝቢ ትግራይ እዩ ቆሲሉ ተሳቕዩ። ዝመውት ዘሎ ስለዚዩ ንሕና ዳያስፕራ ውን ድቃስ ሲኢንና ኣነ ሒዚ ካብ ስራሕ ወጽየ ቪዶ ዝሰርሕ ዘለኹ ንዓደይን ንህዝበይን ኢለ ማለት እዩ ስለዚዩ መንግስት ትግራይ በግባብ ምርሐና ናይ ገይታቸውን ናይ ወዲ ወረደን ዝነበረ ሽርሒ ሻጥር ልእኽቶ ናይ ብልጽግና ፈሺልናዮ ኢና ናብ ስልጣንካ መሊስናካ ኢና ኩሉ ዘለና ዓቕሚ ኩሉ ነገር ኣብ ጎንኻ ተሰሊፍና ናብ ቦታኻ ኣምጺእናካ ኣለና። እዚ ሓንካስ መገዲ ትኸዶ ዘለኻ ሕዚ ግን ከም ብሓድሽ ዋጋ ክተኽፍለና ኢኻ። ኣቱም ሰባት ዋጋ ክንከፍል ኢና። ብልጽግና ግዜ እዩ ዝበልዕ ዘሎ ሒዚ ተወሳኺ ድሮናት ተወሳኺ ኣጽዋራት ክገዝእ ክሽምት ክልምን ከምጽእ ናብ ዓዲ። ንሕና ግን ግዜ የብልናን እንኳን ዶ በብመዓልቱስ በብሰዓቱ ተሕልፍዎ ዘለኹም ተባኽንዎ ዘለኹም ግዜ መሪሕነት ትግራይ ዋጋ እዩ ዘኽፍሎ ዘሎ ንህዝቢ ትግራይ ንህዝብኹም ክትመርሑ እዩ እምበር ኣብ ስልጣን መፂኹም ከም ድሌኹም ክትውንንዎ ትግራይ ናይ ዝሓለፈ ተማሂርና ይኣኽለና ኢና ንብለኩም ዘለና ይኣኽለና ፀላእትና ዝሰርሕዎ ዘለዉ ሽርሒ ንስኻትኩም ንዓናውዙይ ንዓናውዙይ እናተኸውከብኩም ከም እንስሳ ክትመርሑና ግን ኣይትኽእሉን። ኣባሳንጆ ሒዝዎም መፅዩ ዝኒሀ ሸያጥን እንታይ እርቂ እዮም ክገብሩልኩም? ምዕራብ ትግራይ ክንምልስ ምስ ኤርትራ ርክክብ ጠጠው ኣብሉ ኢሉኩም ኣሎ። ፈልጦ ኮይና ምሽጥር እኮ ኣይኮነን እዚዩ። ዝፀንሐ እዩ ዝቐነየ እዩ ባይዘወይ ሓድሽ ነገር ኣይኮነን። ናብ መቐለ መፂኡ ህዝቢ ኣካል ጠጠው ኢልኩም ፎቶ ስለተልዓልኩም ግን ዝልወጥ ነገር የለን ሰራዊት ትግራይ ልቢ ግበር ኣውዚኡ ህዝቢ ትግራይ ልቢ ግበር ፃውዒት ያለ ንሰራዊት ትግራይን ህዝቢ ትግራይን መንግስቲ ትግራይ መንግስቲ ሕወሓት ኩልና ተቓሊስና ኢና ናብ ስርዓት ኣምፂ ናብ ስልጣን ኣምፂናዮ ናብ ስልጣን ዘምፃእናዮ ግን ብልፅግና ሕዚ መፀናንሒ እናገበረ ዝልእኾም ዘሎ ልኡኻት ዋጋ ከም ብሓዱሽ ከኽፍለና ኣይንፈቅድን ስለዙይ ዓለም ምሉእ ዘለኹም ኤርትራውያን ተጋሩ ልቢ ንግበር እዞም ፀላእትና እዚኣቶምን እቶም ኣዋፊሩ መዛናግዒ ዝሰርሑ ዘለዉን እቲ ሰለስተ ዙርያ ጨፍጫፍ ድሮን ተኻየደ ኣብ ትግራይ መጀመርታ ብወጀራት ራያ ኣብ ደቡብ ናይ ቦርደር ናይ ዓፋር ጨፍጫፍ ናይ ብዓፋር ወጀራት ናይ ራያ ከባቢ ኣብ ኣርሚ ዕስራን ኣርባዕተን ዘካየደ ጨፍጫፍ ነስታውስ ኢና ኣይረሳዕናዮን። ሓደ ዚበልለይ ጸኒሑ ጸኒሑ ኣብ ቆላ ተምቤን ኣብ እንትጨው ገንደፍታ ካልኣይ ዙርያ ደብዳብ ናይ ድሮ ነካይድ እዩ። ሳልሳይ ኣብ ዝሓለፈ ሰሙን ኣብ ሸራሮ ኣከባቢ ዘካየዶ ጨፍጫፍ ብድሮናት እዚ ንኹንን ዝብል መግለጺ ኣይረእኹን። እዚ ንኹንን ኢና ዘይብል ኣባሳንጆ ናይ ኣፍሪካ ሕብረት ወይ ደማ መዳራደርቲ ኣካላት ኣብ መቐለ ተቐቢልካ ፎቶ ክትልዓል ንኣይ ሕማመይ ኢኻ ተልዕለለይ ዘለኻ ነዶ ትግራይ ሕማማ ኢኻ ተልዕሎ ዘለኻ ነቦ ትግራይ ንቶም መስዋእቲ ዝኸፈሉ ወለድና ሕማም ኢኹም ተልዕሉሎም ዘለኹም ንቲ ጅግና ተጋዳላይ ኣብ ድፍዕ ዘሎ ሕማም ኢኻ ተልዕሎ ዘለኻ እዙይ ዲፕሎማሲ ኣይበሃልን ጨፍጫፍ ናይ ድሮን ኹናት ዝኸፈተልካ ብልፅግና ንዙይ ጠጠው ኣብሎ ንዙይ ንኹንን ኢሉ መግለፂ ዘይህብ ኣባሳንጆ ኣብ መቐለ ክትቅበሎ ተለኻ ግን ኣነ ይሓፍር ይሓዝን ድማ። ውቀሱኒ ድሓን ጸገም የለን። ንሕና ምስ ኤርትራ ጠጠው ነብሎ ርኽክብ ድሕሪ ሕይዚ ከምዘየለ ግን። ኣነ ብሉዕ ዘለኹም ተጋሩ ኤርትራውያንን ልቢ በሉ መዋጽኦና ወገናትና ኣሕዋትና። ጎረባብትና ኤርትራውያን ዝጽምዶ እዚዩ ንዘላኣለም ሰላምን ሰናይ ሰላምን ፍቅርን ጌርና እቲ ዘዋና ውሑስ ክንገብሮ ኢና ብሓደ ኮይና እዚዩ ነቅ ዘይብል ንከዶ ዘለና ርክክብ ጽምዶ ዘላቂ ኮይኑ ውሑስ ሰላም ንክመጽእ ናይ ክልቴና ጥንካሬ ይከልየና ናይ ህዝታት ትግራይን ህዝታት ኤርትራን እዚዩ እንዳሃለወ ግን ኣብ መንጎና ኣትዩ ብልጽግና ኣዛናጊዑ ኣዘራጊዑ ጽባሕ ንግሆ ደብዳብ ድሮን ከካይድ ተሎ ኣብ መሪሕነትና ዋይዋይዋይዋይ ዝብል ትግረዋይ እንታይ ስለ ዝኾነ እዩ? ደብረብርሃን ክንበጽሕ እንተለና ድፕሎማሲና ወዲቑ ወታደርና ጠንኪሩ ወጽዩ ኢልኩም ነጊርኩምና። እታ ሒዝ ትኸድዋ ዘለኹም እውን ናብኣ ከይትምልሰና። ድልው ዝኾነ ሰራዊት እኒሀና ጅግና ዝኾነ ህዝቢ እኒሀና መራሒ ግን ኣይተዓደልናን መራሒ ኣይተዓደልናን ስለዚዩ ጀነሳይደራት ደገፍትን ጀነሳይደራት ልኡኻት ካብ መቐለ መፅኦም መንግስቲ ትግራይ የዛናግዕዎ ኣለው ብልፅግና መሸመቲ ድሮናትን መለመኒ ድሮናት ኣጽዋራትን ቋምብላታትን ንክክብ ግዜ ንወዲ ወረደ እናወሐለ ኢልዎ ኣይቀንዖን ሕዚ ከኣ ንኣባሳንጆ ኣምጺኡ በል ንዓ ንስኻ ትሐሸኒ ወዲ ወረደማ ኣልዮሞ እዮም ስለዚዩ ኣዛናግዐለይ ንሕወሓት ይዳለዮ ዘለኹ ጨፍጫፍ ክገብር ስለዚዩ እዚኣ ሓግዘኒ ኢሉ ልኢኽዎ ኣሎ ልቢ ግበር ሰራዊት ትግራይ ተስፋና ኣባኻ እዩ። ሰራዊት ትግራይ ንህዝቢ ትግራይ ውሕስ ትገብሮ መሬት ትግራይ ውሕስ ትገብሮ ንስኻ ኢኻ ፖለቲካ መራሕትና ከምቲ ንሪኦ ዘለና ግን ብጣዕሚ ብዙሕ ክዛረብ ኣይደለኹን ምክንያቱ እቲ ሓድነትና ስለ ዘድልየና መሪሕነትና ፈተና ፀላና ተቐቢልናዮ ኣለና ናብ ስልጣን ኣምፂናዮ ኣለና እዚ ስልጣን ኣምፂናዮ ዘለና ግን እቲ ሒዝዎ ዝኒሀ ሓላፍነት ብኽብሪ ክመርሐና በግባቡ ክመርሐና ተስፋ ይገብር። ኣካያይዳ ሒዙ ዝሪኦ ዘለኹ ናይ እነባሳንጆ ናይ እኒ እምባሳደር ነሲንጋ ናይ ኣሜሪካ ኣምባሳደር ግን ሒዝዎ ንህዝቢ ትግራይ ክብተን ክጠፍእ ትግራዋይ ኮይኑ ከይነብር ኣውሓዱ ፀላእትና ምስ ፀላእትና ተሰሊፎም ዘለዉ ሽማግለታት ሽማግለ ማእኸላይ ኮን እዩ ሽምግል ናብቲ ሓደ ናብቲ ሓደ ተይወገነ ማእኸላይ ኮይኑ ዘሻማግል እኒ ኣባሳንጆ ግን ማእኸላይ ኣይኮኑን እኒ መሲንጋ ማእኸሎት ኣይኮኑን ሕብረት ኣፍሪካ ፍትሓዊ ኮይኖም ኣይፈልጡን እዚኣቶም ክሽምግሉ ኢልኩም ትሓስቡ ዘለኹም ተጋሩ ግን ንዕቀት ናይቲ መስዋእቲ ዝኸፈለ ህዝብና እዩ ንዕቀት ተብድፍዑ ዘሎ ሰራዊት ትግራይ እዩ ፖለቲካ መሪሕነት ትግራይ ሒዙ እውን ብጣዕሚ ፌል ዝኾነ ካይዳ ዝኽየድ ዘሎ ግን ይተዓረ ይተዓረ ይተዓረ ይተዓረ ይብለኩም ኣለኹ ካብዚ ንላዕሊ ግን ቃልስና ንቐፅለሉ ናብ ሓደ ንምፃእ ንስመር ትግራይ ክትስዕር እያ ሰራዊትና ሒዝና ምንም ኣይንኾንን ፖለቲካ መሪሕነትካ ግን ተተመዓራሪዎ ፅቡቕ ነይሩ ይመስለኒ ከም ዝብለኩም ደጋጊመ በብዘለኹሞ ሰላም ኩኑለይ የቐንየለይ ስለ ዝሰማዕኹምኒ ካሊእ ነገራት ኣሎ ኣብ ፌስቡከይ ፖስት ገይረዮ ኣለኹ ተኻተልዎ ኢኹም እቲ ናይ ድሮን ኣካይዳታት እንታይ ጨፍጫፍ ከካይዱ ይዛጋጀዉ ከም ዘለዉ ፀላእትና ናይ ሑመራ ዘሎ ባንዳ ግን ንሃደመይ ሒዙ ውን ይኸድ ኣሎ ሰራዊት ትግራይ ይቃሳቀስ ኣሎ ናብ ምዕራብ ተባሂሉ ባዕሉ ዘምፀኦ ሽርሒ ባዕሉ ዘምፀኦ ሕሶት ሕዚ ግን ራዕዲ ተፈጢሩ ኣሎ ምኽንያቱ ምዕራብ ትግራይ ኣብ እንቆፃፀረሉ ሰዓት ኢና በፂሕና ዘለና ሑመራ እናኣተወሉ ሰዓት እዩ ዘሎ ሒዚ ብመሪሕነት መንግስቲ ትግራይ እናተዳናገርና ንዝሓሓለሉ ዘይኮነሲ ተጣራኪርና ሒዚ ምዕራ ትግራይ ከይድና ባዕልና ንቆፃፀረሉ ድሕሪ ሒዚ ብድፕሎማሲ ዝምለስ መርየት የለን ብቅልፅም ካኣ እዩ መንእሰይ ትግራይ ድማ ተዳልዩ እዩ ንዚዩ ለሚንካ ኣቀባጢርካ ሸምጊልካ ዝምለስ መርየት የለን እዚኣ ሓዝዋ ተጋሩ መሪሕነት ትግራይ ግን ኣብዙይ ከይተውድቀና ፕሊስ ሰላም ኩለይ በብዘለኹሞ የቅንየለይ ቻው።